ኣጆኺ መንገዲ ህይወት ልክዕ ኸም ምብዝሑ ገሊኦም ዝሓልፉ ገሊኦም ዘይበጽሑ እንተገበሩና ኽከም ጽሑፍትና ምቕባል ጥራይ እዩ ጸሊእና ፈቲና እቶም ረጊጽናዮ ዝብሉ ሕንጻጽ ዓወት እቶም ዝረሃዎም ወትሩ ኣውደ ኣመት እቶም ዝሓኾሩ ኣብ በሪኽ ኣብ ዝፋን መሊሶም ዘንቃዕርሩ ብዘይዓግብ ህርፋን ጎፍ እንተበልኺ ገለ ካብ ሞዛነይ ዘለኽዎ ዘኪርኪ ኣይትጉሃዪ ኣደይ ፍናነይ ዝሞተ ሕልናይ ዝሰንበደ ራእየይ ዝተኾልፈ ሕልመይ ዝነደደ ሓቦይ ካብ መንፈሰይ ነፊጹ ዝኸደ ጌርኪ ኣይትሕሰብዮም ነገራት ዘኽትሙ ዝኸፍአ ይመጽእን እዩ እንተዘይጥዒሙ። ገጣሚት እርጋኣለም ፍስሃ ኣቕራቢ ሃብቶም ሓጎስ ካብ መጽሓፍ ኣለኹ
ሰላም ሰላም ዝኸበርኩም ተኸታተልቲ ወለዶይ ፕሮዳክሽን እንኳዕ ደሓን መፃኹም ናብ ቻነል እምበኣር ሎማዓንቲ ከዓኒ ብዛዕባ ኣብ ዙርያ ትማሊ 11 ጉንበት መዓልቲ ኣደታት ሃገራዊ በዓል መዓልቲ ኣደታት ተባሂሉ ዝፍለጥ ሸሞንተ መጋቢት መዓልቲ ደቂ ኣንስትዮ ኣሎ እዚ ከዓ መዓልቲ ኣደታት ማለት እዩ ብዛዕባኡ እየ ሎማዓንቲ ክዛረብ መፅኤ ዘለኹ ቀንዲ መበገሲየይ ሊንጎ ዝበሃል ምናልባት ትፈልጥዎ ትኾኑ ኢኹም ብፍላይ እዞም ናእሽቶ ወለደስ እኳ ብዙሕ ኣይንፈልጦ ንኾን ግን ሃይለማርያም ዲገለ ዝበሃል ሊንጎ ግን ብሊንጎ ይዝበል ያ ብምንታይ እሞ ትፈልጥዎ ኢኹም ገለ ገለ ግጥምታት ዝገጥም እዩ ኣብቲ ግዜ ሰውራ ከዓኒ ከም ኣላይ መድረኽ ኮይኑ ካብ ሰውራ ምስ በዓል ወዲ ትኹል ገለ ንዓዲ ጥልያን ገለ ይመጽእ ነይሩ ሕጂ ከኣ ናይ ምርምርን ታሪኽን ናይ ባህልን ገለ ኢሉ እዩ ዝዛረብ ሕጂ ኣብኡ ብዛዕባ ኣደታት ኤርትራ ይዛረብ ነይሩ ማለት እዩ ብዛዕባ ጅግንነት ኣደታት ኤርትራ ሕጂ ኣብቲ ጅግንነት ኣደታት ኤርትራ ዝዛረቦ እንታይ እዩ ንኹሉ እቲ ጅግንነት ወላ ኣነ እዚ ክቕበሎ ዘይገብረኒ ሲ እቲ ኤርትራዊት ኣደሲ ተጋዳሊት ብምንባራ ጥራይ ስለ ዝተጋደለት ጥራይ ጅግና ገይሩ እየ ክገልጻ ዝኽእል ንሊንጎ እቲ ሓሪሳ ጽህያ ሰፊራ ፈጺሓ ሸርያ ኩሉ ነገር ስድራ ትኣሊ እታ ሓዚላ ትዕቢ እታ ረርያ ትዕቢ ገለሲ ዳርጋ ኣየደን እያ ወይ ከም ሓደ ጅግንነት ኣይርእዮን እዩ ንሱ እንታይ ይገብር ዝፍትን እተን ኣብ ገድሊ ወይ እቲ ኣብ ገድሊ ዝገበረቶ ጥራይ ከም ሓደ ጅግንነት ገይሩስ ኤርትራዊት ኣደ ወላ ኣብዚ ኣብዚ ባርግራውንድ ስእልታት ትርእይዎ ተሃሊኹም ናይ ገድሊ ጥራይ ናይ ገድሊ ናይ ገድሊ ናይ ገድሊ ዘምፅልካ እንታይ ከዓ ክውስኽ ፈቲኑ ኣብ ዓዲ ጥልያን ኮይነን ወዲ ትኹል ዝደረፈለን ኣብ ዓዲ ጥልያን ኮይነን ወርቀን ገለ ዘወፈያ ኣብ ስዑዲ ዓረብ ገለ ኮይነን ማለት እዩ ንቲ ናጽነት ተባሂሉ ሓቂ ዘረባ እቲ ወፈያ ናይ ወርቂ ገለ ገለ ገርህታት እየን ተገሪሀን ወርቂ ወፍየን እምበር ሻዕብያ ፈሊጡ ሽጣራ ይተጠውዩ ንገሊአን ኣንስቲ እንክነሞዝ ወርቂ ወርቀ ወፍየ ኣለኹ ክንዲዚ ግራም ወርቀ ይበላ እሞ ሽዑ ድሓር ክስዕባኽን እየ ኢሉ ብሽጣራ ዝገብሮ ዝነበረ እንዲዚ ናይ ጥልያን ገለ ድሓን እዚ ንጎኒ ንግደፉ ካል መዓልቲ ክንምለሶ ኢና ሓፈሻዊ ግን ንሊንጎ ኣለብዝ እንታይ ዘይተሰማማዕኩሉ ንታ ጅግና ኤርትራዊት ኣደ ንታ ሰብኣያ ናብ ገድሊ ምስ ከደት ሓላፍነት ሓሙሽተ ሽዱሽተ ሸውዓተ ሸሞንተ ቆልዑ ተሰኪማ በቲ ትሓርስ በቲ ትጽሂ በቲ ትሽቅጥ በቲ ሓዚላ በቲ እግርታተ ዘይኣኸ ዘይመልአ ደቃ ተዕቢ ከርተት ትብል ነታ ህጂ እውን ህጂ እውን ኣብ ኤርትራ ሰብኣያ ኣብ ገድሊ ኣብ ዕስክርና ናይ ሻዕብያ ንሳ ግን ምስ ሓሙሽተ ደቃ ናይ መመዝገቢ ናይ ትምህርቲ ኣተዓባብያ ናይ ክዳውንቲ ብምልኡ ከርተት ኢላ ትዕቢ ኣደ ዘይኮነ ዝርኢ በቃ ነታ ኣብ ሳሕል ዝኸደት ሕጂ ነተን ኣብ ሳሕል ዝኸዳ ኣይ ረስፔክት በቃ ብጣዕሚ ክብሪ ኣለኒ እተን ኣብ ሳሕል ዝኸዳ ኣደታትና ኣንሕና ከም ሕብረተሰብ ግን መግለጺ ጅግንነት ናይ ኣደና ብገድሊ ክዕቀን የብሉን። መግለጺ ጅግንነት ናይ ሓደ ኤርትራዊ ብገድሊ ክዕቀን የብሉን። መግለጺ ጅግንነት ናይ ሓደ ኤርትራዊ ኣብቲ ሕብረተሰብ ብዘበርከቶ ደራሲ ድዩ ክኾን ፈጣሪ ድዩ ክኾን ፍላስፋ ድዩ ክኾን ብዘየገድስ ገድሊ ግን ኦኬ ገለ ወገኑ ጽቡቕ እዩ ነታ ሃገር ተጋዳላይ እውን ግን ኣብ ዓድና ጅግና ንብሎ ተጋዳላይ ገለ ንብሎ ተጋዳላይ ተጋዳላይ ተጋዳላይ ወላ ንታ ገድሊ ንቲ ኣደ ኤርትራ ሲ በቃ ምስ ገድሊ ተሓሒዝካ ምግላጽ ማለት እዩ ሊንጎ ከዓኒ ወላ ኣብቲ ባርግራውንድ ዘምጽኦ ዘሎ ስእልታት ተሪኢኹሞ ሲ ኣብቲ ባርግራውንድ ናይ ትስታይ ዘምጽኦ ዘሎ ስእልታት ይሪኦ ነይረ ሲ በቃ ሓንቲ ኩዩ ዝተቆነነት ዘየምጽእ ሓንትስ ተቖኒና ወይ ቆልዓ ሓዚላ ወይ እንጀራ እንዳሰንከተት ወይ ምስ ደቃ ንደቃ መኣዲ ቀሪባ ብሰላም ተዕቢ ወይ እንዳቐጽዐት ወይ በቃ ወላሓንቲ ብሙሉእስ ናይ ገድሊ ጥራይ መሊእዎ ስለዚ ንምንታይ ኢና ነደታትናሲ ጅግንነተን እቲ ኣብ ማህጸነን ትሽዓተ ወርሒ ኣብ ዝባነን በዚ ንሓደ ሓዝ ኢለን በዚ ንሓደ ይሕንግራ በቲ ማይ የምጽኣ በቲ ማሕረስ ይኸዳ በቲ ይጽህያ በቲ ይዓጽዳ በቲ ይፈጽሓ በቲ እዚ እኩይ ጅግንነት ናይታ ኤርትራዊት ኣደ ስለምንታይ ኣብ ገድሊ ጥራይ ንዕቅኖ እዚ ክብል ከለኹ ግን ንቲ ኣብ ገድሊ ምኻድ እውን ከም ሓደ ሕማቕ ኣይርእዮን ዘለኹ ግን ንሕና ኤርትራውያን መዕቀኒና ገድሊ ክኾን የብሉን ንሕና ንሓደ ጅግና ንብሎ ሰብ ካላሽን ሒዙ ኣብ ድፋዓት ዘሎ ክኸውን የብሉን። ንዓና ጅግና ወላ ከም ሕብረተሰብ ክንቅየር እንተኾይና እውን ጅግናና ኢና ክንቅየር ዘለና። ሓደ ተጋዳላይ ጥራይ ጅግና ኮይኑ ዝኣምን ሕብረተሰብ ኣብ መወዳእታ ተጋዳላይ ጥራይ ከፍሪ ዝኽእል። ሓደ ደራሲ ወይ ፈጣሪ ወይ ፍላስፋ ወይ ገለ ነገር ዝገበረ ኣብ ዓለም ህስትሪ ንናጽነት ዝተቃለሰ ብጽሕፈት ድዩ ብብርዒ ድዩ ወላ ብካልእ ብዘየገድስ ጅግናካሲ ኣገዳሲ እዩ ኣብ ናይ ሂወት ሞዴልሲ ኩዕሶ ተጻወታይ ክትከውን እንዳተደለካ ንተጋዳላይ ዘድንቅ የብልካን ንስካ ናይ ቴክኖሎጂ ፈጠራ ክትፈጥር እንዳተደለካ ተጋዳላይ ዘድንቅ መሰረታዊ ነገር የብልካን ስለዚ እንታይ ዝብል ኦኬ ተጋዳላይ ክትከውን ተሊኻ ተጋዳላይ ኣድንቕ ጸገም ዝበሃል የብሉን ግን ናብተን ኣደታትና እዚ በዓል ሊንጎሲ ቀዳምነት ብዛዕባ እቲ ሳሕል ዝኣኽለካ ተዛሪቦም እዮም በዓል ዝሲ ሰላሳ ዓመት ኣርባዓ ዓመት ሲ ብዛዕባ እቲ ሰላሳ ዓመት ዘይከደ ገድሊ ተዛሪቦም ኣይጸግቡን በቃ ተዛሪቦም ይደግምዎ ይደግምዎ ይደግም ወጊፍና ብዛዕባ ዝወለዶ እዚ ተዛረብ ብዛዕባ እቲ ምሳኻ ተጋዲሉ ዝተሰወኦ እሞ ወዱ ስቲል ኣብ ገድሊ ዘሎ ወለዶ ተዛረብ ብዛዕባ ኣደ ኤርትራዊት ክትዛረብ ከለኻ ከኣ ብዛዕባ እታ ኣብ ገድሊ ዝነበረት ኣደ ዘይኮንካ ክትዛረብ ዘለካ ብዛዕባ እታ ሕጂ ከርተት ዝብል ዘላ ብዛዕባ እታ ሕጂ ሸሞንተ ወሊዳሲ ጥራሓ ተሪፋ ዘላ ብዛዕባ እታ ኣደ ስውእ ኮይና ወይ ሰበይቲ ስውእ ኮይናሲ ሓሙሽተ ሽዱሽተ ሸውዓተ ቆልዑ በይና ከርተት እናበለት ጎደና ኣስመራ እንዳፅረየት ተዕቢ ዘላ ኣደ ጅግና በል በቃ እቲ ጅግንነት ናይ ኤርትራዊ ተዶ ክገልጾ ከሎስ በቃ ምስ ገድሊ ምስ ገለ ጥራይ የተሓሕዞ ብጣዕሚ ሕረቐካ ስለዚ ኣንሕና ካብ ሎሚ ወላ ንዞም ከምዚኦም ዓይነት እዚኦም ሻዕብያ ነቲ ኣቦታትና ንምዕባይካ ክብር ነየሓወኻ ክብር ነያኻ ክብር ዝበሃል ናይ ኣቦታትና ዝነበረ ክብሪ ኣጥፊኣቶ እንድያ ሻዕብያ ንሕና ግን ኣምላኽ መስገን ጽቡቅ ጌራ ስለ ዘይበረዘትና ሒዝናዮ ኣለና ናይ ኣቦታትና ገለስ ሒዝና ኣለና እዞም ወለዶ እዞም ህጂ ወለዶ ግን ንበዓል ሊንጎ ክትርኢ ከለኻ ግን ኣኽብሮ እንካ ይመፀካን ምክንያቱ በዓል ሊንጎ ካብ ኣብዚ ሕጂ ሰዓት ወዲ ስውእ ኮይኑ ወይ ወዲ እታ ጅግና ኢሉ ዝገልፃ ዘሎ ኣደ ገድሊ ወዳ እንዳተሳቀየ ብሳህራ ብዛዕባኡ ክዛረብ ትብዓት የብሉን ወይ ብዛዕባኡ ሓንቲ ግጥሚ ፅሒፉ ንመዳ ንኡሰይ ድዩ ንክፍሎም ይከኣሎ ድዩ ወይ ንዞም ንእሽቲ ወለዶ ክህብ ትብዓት የብሉን ኣበይ ኣሎ ወዲ ትኹል ኢሉ ናይ ገድሊ መድሊ ሓናጢጡ ብዛዕባ ገድሊ ጥራይ ክዛረብ ዝደሊ ንሕና ግን እዚ ገድሊ እዚ ዒቅ ኢልና እዩ ንሕና ጅግንነት ኣደና ኣነ ኣደይ ትሽዓተ ወርሒ ኣብ ማህጸና በዛ ሓዚ ኢላ ንዓይ ብሓደ ኢዳ ንሓፍተይ ታተ እንዳበለት በዚ ማይ ተሰኪማ በዚ ሰቲ ሒዛ ካብ ቤተክርስቲያን ክትምለስ ንቤተክርስቲያን ክትከይድ ክትፈጽሕ ክትጉልጉል ክትጻሂ እዚየ ዝፈልጣ ኣደ ኤርትራዊት ኣደ ማለት እዩ እቲ ናይ ገድሊ ናይ ገድሊ ካልእ መድረኽ እዩ ንሱ ኣብቲ ናይ ገድሊ ተዛረበሉ ግን ኤርትራዊት ኣደስ ከምዚያ ምስ ገድሊ ጥራይ ጌርካ ተሓሒዝካ ምግላጽ ጠቕላላ ክተርፍ እዩ ዘለዎ ብዝኾነ ብዛዕባ ዘን ኣደታት እዚኤን ተዛረብ
ወዲ ክቤል እንዳ ጎፈፉ ድወዙ ከዮም እዚኦም ወዲ ክብየሎ እንዳበሉ ነዴታት ነዴታትና መቕሳን ድኽልዎም እዮም እዚኦም እዮም ሻዕብያ ኣካል ህዝቢ ኮይኖም ኣይፍለጦም ገለ ኮይኖም ኣይፍለጦም ብደም ድጨቀው እዮም እዚኦም ኣካሎም ተኮይንካ ወዲ ቀረንካ ናይ ፅባሕ ንጎ ብታሪክ ተሓታቲኻ ማለት እዩ ሕጂ ኣነ ኣካል ህዝቢ ኣካል ሻዕብያ ኣካል ታሽሜ ትብሎም ደለካ ተኮንካ በቃ ኣካል እትኦም ኣብ ላዕሊ ደለዉ ሰም እዮም ሻዕብያ እቶም ሰራዊት እኳ ኣቦታትና እዮም ኣሕዋትና እዮም ገረ ተረዲኻኒ ዋላ ሓንቲ ግን እቶም ሻዕብያ ድብለካ ደለኹ እቲ ውድብ እቲ ትካል ናይ እቲ ህግደፍ እሱ እዩ ሻዕብያ እሱ ከዓ በቃ ስሩ መሰረቱ ብገበን ተቋመጠ እዩ ንጎበኑ ከዓ እልኽ ብል ከዓ በቃ ንሃለካ ነዚ ህዝቢ ኤርትራ ክንደይ ሰብ ኣሰዲዱ ንህዝቢ ትግራይ ዝሕግዝ ስርናይ ዝሕግዝ ሻዕብያ የርኢ ኣብ 21 ክፍለ ዘመን ኢንተርነት ዘይብሉ ህዝብና ቲክቶክ ኣብ ኣስመራ ብ4 ሸውዓተን ቅርሺ ትሸጥ እኡዱግ ኣብ ኣስመራ ተጻዒኖም ዝኸዱ እዚኣ እያ እታ ኤርትራና ማለት እዩ ሕጂ ተረዲኻኒ ነዚ ኢኻ ትምክሓሉ ዘለኻ ማለት እዩ ካብቲ ደፅላእካ ግን ናይ ስዊዝ ኢንተርነት እንዳተጠቐምካ ንሕና ኣካልቲ ሻዕብያ ኢና ክትብል ከለኻ ብቲክቶክ ኣብዚኣ ቲክቶክ ንዛረብ ኣለና ነዚኣ ተዛረብ ናይ ካብ በዓል ሸውዓተ ቅርሺ በስመራ ትሸየጥ ከላ ካብዚ ድሕፍር ሻዕብያ የለን ኣብ ቤተክርስትያን ኣቲ ትገፉፍ በቃ ደቅኹም ኣምፅኦም ኢሉ ተዓሽጉ ኢሉ ድፅሕፍ ወራ ባኒ ክትሸይጥ ተኽኢልካሲ እንታይ ገብሩኻ ባኒ ምሸይጥ ሸይጥ ኣብዚ ኣብታ ጥቃኻ ናይ መንግስቲ ትካሎ ኢሉ ባኒ ሸይጥ ሻዕብያ ወላ ባኒ ክትሸይጥ ኮይዲ በቃ ሓሳድ ዝኾነ ከም ስስዕልካ ኢኻ ማለት እዚኦም ቆማላት እዮም ቁማሎም ክኣልዩ ዘይክእሉ በቃ ትኾን ቆማል
ቴንኪው ወሎዶይ እዚ ኣነ ካባና ካብዞም መናእስያት ዝፅበ በዓል ሊንጎ እዚ ክገልጹ ትብዓት የብሎምን በዓል ሊንጎ ስዉእ ክብሉኻ ይኽእሉ እዮም ብዛዕባ ወዲ ስዉእን ብዛዕባ ኣደ ስዉእን ብዛዕባ ሰበይቲ ስዉእን ሕትት ተቢልካዮም ግን ክምልሱ ኣይክእሉን ስለዚ እንታይ እዩ ዝብል ኣብ መወዳእታ ጭብጥ ከብለልኩም እቲ መልእኽተይ እንታይ ይመስለኩም ኤርትራዊት ኣደ ካብ ኣብቲ ሰውራ ጌራቶ ዝበሃል ነገር እቲ ብዓይንና ኣብ ሓዳር ኣብ ናብራ ሕሰቦሞ እንታይ ዶ ኤርትራዊ ኣቦ ኮይኑ ንሪኦን ኢና ይወልደላ ይኸይድ ኣብታ ዝመጸላ ይወልድ ይኸይድ ሽዑ ሓሙሽተ ቆልዑስ በይና በቃ ሓደ ሓደ ግዜ ኢማጂን እሞ ገብሮ ኣብዚ ኮይኑ ክሓስብ ከለኹስ ከመይ ጌራ ከተዕብዮም ነይራ ስለዚ እቲ ገድሊ ናይታ ኤርትራዊት ኣደ ጅግንነት ክግለጽ እንተኾይኑ ወይ ከም ጅግና ክንሪኣ እንተኾይና እቲ ሰብኣያ ገዲፍዋ ምስ ከደ ንደቃ መልሚላ ብግቡእ ኣብ ዝብጻሕ ተብጽሕ ንሱ ዩ ገድሊ ንሱ ዩ ጅግንነት ንሱ ዩ ንኤርትራዊት ኣደ ፍልይቲ ዝገብራ ምኽንያቱ ሓንቲ ጀርመናዊት ኣደ ኣብዚ ኣይተርእየንን ኢኻ በይና ንወዳ ተዕቢ ወይ መንግስቲ ይሕግዛ ዩ ወይ ከኣ ወላ ሰብኣያ ኣይስዋእን ዩ ከምዚ ናህና መስዋእቲ ገለ የለን ኣብ ጀርመን ግን እንተ ተፋቲሖም ወላ ብሚኢታዊት ዩ ከይፈተዎ ዝኸፍል ስለዚ እታ ጀርመናዊት ኣደ በይና ናይ ተዕብየሉ ምክንያት የለን ኣብ ኤርትራ ግን እታ ኤርትራዊት ኣደ በይና ንክትዕቢ እያ ትግደድ ስለዝ እዚ እዩ ጅግንነት ንዓይ ጅግንነት ብረት ሒዝካ ኣብ ሳሕል ኣብ ሓደ ጫካ ምውዓል ኣይኮነን ጅግንነት ዘዕበኻዮም ቆልዑ ብሓላፍነት ምስካ ምዕባይ እዩ ኣብ ዝብጻሕ ምብጻሕ እዩ ረኣ እሞ በዓል ኣነ ህጂ ማዘረይ ዓብያትኒ ኦኬ ወዲ ወዲ ተጋዳላይ ኣይኮንኩን ኣበይ ደሓን ቀሺ ገለ ደሓን ፕራይቨት ከይኸውን ግን ኣደይ ኣዕብያኒ ኣነ ወላ ቡዛሓት ማሓዙተይ ኣለዉ ደቂ ስዋኣት ማሓዙተይ ኣዋልድ ኣለዋ ደቂ ስዋኣት ገለ ኣደታተን እየን በቃ ድከተን ጠሊዐን ኣዕብየናን ስለዚ እዘን ኣደታት እዚኤን ክርኢ ከለኹ ኣብ ሓቂ ተመጺና ካብቲ ተሰዊኡ ዝበሃል ኣቦኦን ከማን እተን ኣደታት እየ ጀጋኑ ምክንያቱ መስዋእቲ ቀዳምነት ንሱ ወላ ሓንቲ ሓላፍነት ኣይነበሮን ንዕምሩ ጥራይ ዝነብረ ነይሮ ሳሕል ተሰዊኡ ከዓ ወላ ሓንቲ ነገር የለን ንሰን ግን ደቀን ከምህራ፣ ደቀን ካብ መዟንኣን ከይተርፋ፣ ደቀን ከመርዕዋ፣ ደቀን ከሕጽያ፣ ደቀን ገለ ነገር ክገብራ፣ ዋእ! በቲ ሓደ ወገን ተሓሲብካዮ እታ ኤርትራዊት ኣደ ጓል ሰበይቲ ስዉእ ኮይና በይና ዝተጋደለቶ ገድሊ ናብራ ንሱ ጅግና የብል ካብ ኣብቲ እቲ ተጋዳላይ ኣብ ሳሕል ገሮ ዝገብሮ ኣብ መወዳእታ ህይወቱ ከፊሉ እዩ ኣይ በቃ ብጣዕሚ ክብሪ ኣለኒ ግን ኣብ መወዳእታ ንሱ ሓላፍነት ናይ ሓንቲ ካላሽኑ ጥራይ እያ ነይራቶ ስለዚ በዚ ክገልጸልኩም ደሊ ሓፈሻዊ ግን ናብዚ ናተይ ወለዶ ከኣ ከብለኩም።
ኣዴኻ ኣበይ ከም ተቐብረት ሓደ ክልተ እኮ ኣዴኻ ኣበይ ከም ተቐብረት ትፈልጥ ኣንታ ኣንታ ግደፈኒ እባ ኣይ ትፈልጥኒ ትፈልጥኒ ይኹን ኣይ ኣይ ትፈልጥኒ ይኹን ኣይ ኣነ ግን በዘለኒ ምረት ኣብ እስያስ ኣፈወርቂ ዘለዎ ኣዳስ ፈንጂ ተተኺሉ ከም ናይ ኣልሸባብ ክትጉሳ ድሕር ኣይብልኒ የብለካ ኣሎ ኣይብልኒ እስያስ ኣፈወርቂ ግን ኣጎም ብሓሮ ኣካይ ዋንዳይ ንረኸብ ኢና ኣካይ ኣብለካ ኣለኹ ስድራይ ኣነ ኣብ ስደት ክበሊ ይኮኑ ሓሊፎሙለይ
ግን ተዘይተጋግየ ኣይ ርግፀኛ ኣይኮንኩን እዚ ዛረብ ዘሎ ሚልዮን ሓውና ኣደኡ ወይ ኣቦኡ ስዋኣት እዮም ሕጂ ሊንጎ ብዛዕባ ተዲ ሚልዮን ኣብ ሳሕል ጌራቶ ትብሃል እዩ ክገልጽ ደሊ እምበር ብዛዕባ ሚልዮን ኮይንዎ ዘሎ ክውንነት ክዛረብ ትብዓት የብሉን ትብዓት ጥራይ ዘይብሉስ ውስልትና ኣለዎ ሓሶት ልኽበጥ ኣለዎ ወስላት ኢልዎ ኣሎ ደሳለ በረኸት ዓርከይ ብጣዕሚ ማለት እዩ ኣሐጒስኒ ደሳለ ከማን ጽቡቕ ግብረ መልሲ ሂብዎ ኣሎ ኣብ ጆይ ስቱድዮ ኬድኩም ክሰምዕዎ ትኽእሉ ኢኹም ግን እንታይ ኢና ክንገብር ዘለና ሕጂ ኣነ ንመን እዩ ክብሪ ክህብ ዘለኒ ነቲ ሚልዮን ከማይ ናተይ ወለዶ ሓላፍነት ናይ ኣሕዋት እንተሃልዮሞ ማለት ክንደይ ደቂ ስዋኣት ኣብ ከባቢኹም ኣለዉ ክንደይ ደቂ ተጋደልቲ ኣከባቢኹም ኣለዉ ሓወይ ሊብያ መፂእኒ ሓፍተይ ኢትዮጵያ መፅያ ሓፍተይ ክትምርዖ ኣለዋ ኣደይ ክትሕከም ኣለዋ ኣቦይ ኣብ ውትህድርና ኮይነ ይሕግዛኒ ነደይ ኣለቅሐን ንባ ክሰደላ ዝብሉ ደቂ ተጋደልቲ ደቂ ስዋኣት ኣብ ከባቢኹም ክንደይ ኣለዉ መን እዩ ጅግና ሕጂ ሊንጎ ዕንዝራ ግን ብዛዕባ እዚ ክዛረብ ኣይክእልን እዩ ብዛዕባ እዚኦም ክዛረብ ኣይክእልን እዩ ስለዚ እዚ ወለዶ እዚ ጅግና ወለዶ እዩ እቲ ምስ ገድሊ ምትእሳር ዘሎ ግን ክብረ ኣለኒ ንትገድሊ ከም ዘለዎ ኮይኑ ግን ባህልና ጀጋኑና ምሁራትና ለባማትና ኩሉ ነገርና ከሎስ ጥር ኢልናስ ናብ ገድሊ ጅግናና ገድሊ ገለና ገድሊ ገለና ገድሊ ስለዚ እዚ ከም ሕብረተሰብ እውን ኣይሰጉመናን እዩ ሓፈሻው ግን እዛ መእተዊ ዝተጠቀምኩላ ግጥሚ ናይ ሓብትና ገጣሚት ይርጋኣለም ፍሳያ ዘይበረየ ጎነይ ትብል መፅሓፍ ወይ ከዓ ኣለኹ ትብል መፅሓፍ ፀሓፈት ሓንቲ ካብተን ጀጋኑ ዋዕሮታት ደቂ ኣንስትዮ ኤርትራ እያ ስለዚ ኣዝዩ ክብሪ ኣለኒ ኣጆኺ ትብል ከኣ ንዛ ክብርቲ ኣደታት ኤርትራ ዝገጠመታ እያ ኣብ መእተዊ እውን ተጠቂመላ እየ ስለዚ በዚ ኣጋጣሚ ንኹላኽን ኣደታት ኤርትራ ነተን ሓዚልክን ረሪኽን ተዕብያ ነተን ኣብ ዝብጻሕ ደቅኽን ብሓላፍነት ኣብ ዝብጻሕ ዘብጻሕኽናና ነተን በዚ ሓዚልክን በዚ ትጽህያ ነተን ብሸመታ በቃ ሰብኣይክን ኣብ ገድሊ ስለ ዝነበረሲ ከይፈተኽን ከይፈተኽን ዕርፊ ብዕራይ ሒዝክን ኣቡዑር ጸሚድክን ሓሪስክን ጽሂኽን ምሒስክን ዘዕበኽናና ብዓብዩ ከኣ ንወላ ንዓኽን እውን ነተን ኣብ ገድሊ ዝነበርክን ኣደታትና ከኣ ንዚ ናጽነት ኤርትራ ድዩ ወላ ንኤርትራውያን ብግርህናኽን ዝተቓለስክን ብጣዕሚ ክብሪ ዝሰማዕኽን ብጣዕሚ ኢና ንፈትወክን ክንዲ ትደልዮ ኣይሓንቀቅክንን ንሱ ኣይኮነን ንስኽንሲ በቃ ኣብ ናይ ክብሪ ዝፋን ተቐሚጥክን ብወርቅን ብዳይመንድን ተኾሊዕኽን ክትስሕቓ ክትዕልላ ጥራይ ዝግበእክን ነይሩ። ክትነብዓ ሸሞንተ ወሊድክን በይንኽን ኣብ ጽምዋ ክትነብራ ኣይኮንክን ዝግበእክን ነይሩ ግን ደቅኽን ከኣ ንቃንዛኹም ተረዲኦም ተበጊሶም ስለዘለዉ ሓደ መዓልቲ እቲ ትደልዮኦ ብርሃን ክመጽእዩሞ ክብሪ ይሰመዕኽን ብጣዕሚ ኢና ንፈትወክን thank you። ኣጆኺ
መንገዲ ሂወት ልክዕ ከም ምብዝሑ ገሊኦም ዝሓልፉ ገሊኦም ዘይበጽሑ እንተ ገበሩና ከከም ጽሑፍትና ምቕባል ጥራይ እዩ ጸሊእና ፈቲና እቶም ረጊጽናዮ ዝብሉ ሕንጻጽ ዓወት እቶም ዝረሃዎም ወትሩ ኣውደኣመት እቶም ዝሓኾሩ ኣብ በሪኽ ኣብ ዝፋን መሊሶም ዘንቃዕርሩ ብዘይዓግብ ህርፋን ጎፍ እንተበልኺ ገለ ካብ ሞዛነይ ዘለኽዎ ዘኪርኪ ኣይትጉሃዪ ኣደይ ፍናነይ ዝሞተ ሕልናይ ዝሰንበደ ራእየይ ዝተኾልፈ ሕልመይ ዝነደደ ሓቦይ ካብ መንፈሰይ ነፊጹ ዝኸደ ጌርኪ ኣይትሕሰብዮም ነገራት ዘኽትሙ ዝኸፍአ ይመጽእን እዩ እንተዘይጥዒሙ። ገጣሚት እርጋኣለም ፍስሃ ኣቕራቢ ሃብቶም ሓጎስ ካብ መጽሓፍ ኣለኹ ርሑስ መዓልቲ ኣደታት ንኹላህኽን ኣደታት ክብሪ ዝሰማዕኽን።